በሊሕ ምዃን ጥራይ እኹል ኣይኮነን፣ መዓስ በሊሕ ክትኸውን ከም ዘለካን መዓስ ድማ ዓሻ ክትመስል ከም ዘለካን ምፍላጥ እዩ እቲ ዝዓበየ ጥበብ። ዓሻ ምምሳል ማለት ንፉዕ ተዋሳኣይ ምዃን ማለት እዩ፣ ብውሽጥኻ ሓያል ኣንበሳ ኮይንካ ብደገ ግን ከም ለዋህ በጊዕ ምቕራብ። እዚ ሜላ እዚ ካብ ዘየድሊ ክርክር የድሕነካ፣ ካብ ቅንኢ ይከላኸለልካ፣ ናብ ዓወት ድማ ብሰላም የብጽሓካ። ስለዚ ሓደ ሓደ ግዜ ተሸናፊ መሲልካ ሕለፍ፣ ዘይትፈልጥ መሲልካ ጽን ኢልካ ስማዕ፣ ለዋህ መሲልካ ፍሽኽ በል። ዝቐንኡልካ ሰባት እዝስ እንታይ ከምጽእ ኢሎም ክንዕቑኻ ከለዉ እቲ ንዕቐቶም ንዓኻ ዓቢ ዕድል እዩ። ጸላእትኻ ካብኦም ሳሓትኻ ኮይኑ ምስ ዝሰምዑ ንስኻ ሰላም ትረክብ፣ ንዓታቶም ድማ ብስልቲ ትሰግሮም። እቲ ዓሻ መሲልካ ድራርም ወድእሉን ዝብል ኣበሃህላ ሓደ ካብቶም ሓያላት ስነ-ልቦናዊ ሜላታት እዩ። እዚ ሜላ እዚ ኣነ ካባኻ ይበልጽ ካብ ዝብል ናይ ትዕቢት መንፈስ ወጺኻ ብትሕትናን ብብልሕን ከመይ ጌርካ ከም ትዕወት ዝምህር እዩ። እዞም ቀጺሎም ዝስዕቡ ሓሙሽተ ነጥብታት ከመይን ኣበይን መዓዝን ዓሻ ክትመስል ከም ዘለካ ዘረድኡ ኮይኖም ካብ ጸላእቲ ክሕልዉኻን ናብ ዓወት ድማ ክመርሑኻን እዮም። ሰላም እንኳዕ ናብ ቻናልና ብድሓን መጻኹም ንቻናልና ሓደሽ እንተኸሊኹም ሰብስክራይብ ብምግባር ስድራ ቤትና ይኹኑ። ቀዳማይ፣ ምኽሪ ምሕታት። ብዙሕ ግዜ ምኽሪ ምሕታት ከም ድኻም ወይ ከም ዘይምፍላጥ ጌርና ንርእዮ ንኸውን። ንጥበበኛ ሰብ ግን ምኽሪ ምሕታት ሓደ ካብቶም ሓያላት ሜላ ኣጽዋሩ እዩ። ዓሻ መሲልካ ድራረብ ወዲ እልም ዝብል ምስላ ኣብ ግብሪ ዝውዕለሉ ቀዳማይ መንገዲ ድማ እዚ እዩ። ኣብዚ ሜላ እዚ እዞም ዝስዕቡ ረብሓታት ኣለዉዎ። ንትዕቢት ሰባት መመገቢ ምሃብ። ሰባት ብባህሪኦም ምሁራንን በላሕትን ተባሂሎም ክጽውዑ ይፈትዉ እዮም። ንስኻ ሓደ ሰብ ብፍላይ ድማ ንዝቐንኣልካ ወይ ንዝጻረረካ ሰብ ምኽሪ ክትሓቶ ከለኻ ንዕኡ ንስኻ ካባይ ትበልጽ ኢኻ፣ ካባኻ ክመሃር እደሊ እየ ዝብል መልእኽቲ ኢኻ ተመሓላልፍ። እዚ ድማ እቲ ንዓኻ ንምጥቃዕ ኣዳልዩዎ ዝነበረ ናይ ምክልኻል መንደቕ የፍርሰሉ። ትዕቢቱ ስለ ዝዓግብ ድማ ኣብ ልዕሌኻ ዘለዎ ጥንቃቐ የላሕልሕ። ልቢ ሰባት ምኽፋት፣ ሰብ ምኽሪ ክሕተት ከሎ ንዓኻ ከም ተቐዳዳሚ ምርኣይ የቋርጽ፣ ኣብ ክንድኡ ከም ተመሃራዩ ገይሩ ክርእየካ ይጅምር፣ እዚ ኩነታት እዚ ድማ እቲ ሰብ ብዘይፍላጡ ሚስጥሩን ሜልኡን ክነግረካ ወይ ድማ ሓቀኛ ባህሪኡ ከርእየካ ዕድል ይፈጥር። ካብ ሓደጋ ቅንኢ ምምላጥ፣ በሊሕ ምዃንካ ኩሉ ግዜ እንተተርእዩ ሰባት ክቐንኡልኻን ዕንቅፋት ክኾኑኻን ባህርያዊ'ዩ። ምኽሪ ብምሕታት ግን ኣነ ሓገዝኩም ዘድልየኒ ተራ ሰብ እየ ዝብል ምስሊ ትፈጥር። እዚ ድማ ጸላእትኻ ብንዕቀት ክርእዩኻ ይገብሮም። ንዕቀቶም ድማ ንዓኻ ዓቢ ዋልታ እዩ። ምኽንያቱ ጸላኢኻ ክንዕቀካ ከሎ ካባኻ ዝበጽሕ ሓደጋ ስለ ዘይጽበ ብዝለዓለ ትሕትና ብድሕሪ መጋረጃ ክትዕወት ትኽእል። ምኽሪ ክትሓትት ከለኻ ንሓሳብካ ንኽድግፉኻ ትገብር ኣለኻ ማለት እዩ። ንስኻ ጥራይ ካብ ትፈልጥ ካልኦት ሰባት ንዓኻ ንምሕጋዝ ዝለዓለ ፍልጠት ከም ዘለዎም ክስምዖም ምግባር ናብ ዓወትካ ብዘይተጻባኢ ንክትበጽሕ ዝሕግዝ ብልሓት እዩ። ካልኣይ፣ ጽን ኢልካ ምስማዕ፣ ሰባት መብዛሕትኡ ግዜ ክዛረቡን ፍልጠቶም ከርእዩን ይደልዩ፣ ንስኻ ግን ሓሳባትካ ዓቂብካ ዘይፈልጥን ጽን ኢሉ ዝሰምዕን መሲልካ ክትቐርብ ከለኻ ንሰባት ናይ ምዝራብ ዕድል ትህቦም። ሰባት ክዛረቡ ከለዉ ሚስጥሮም፣ ድኽመቶም፣ መደባቶምን ትምኒቶምን የውጽኡ፣ ንስኻ ግን ስቕ ብምባልካ ጥራይ ብዛዕባኦም ብዙሕ ትፈልጥ፣ ንሳቶም ግን ብዛዕባኻ ምንም ኣይፈልጡን። እቲ ዝበሰሐ ሓበሬታ ዘለዎ ሰብ ድማ ኩሉ ግዜ ንሱ እዩ እቲ ተዓዋቲ። መብዛሕትኦም ሰባት ክዛረቡ ከለዉ ልቦም ይኸፍቱ፣ ክሰምዑ ከለዉ ግን ኣእምሮኦም ይዓጽዉ። ንስኻ ግን ካብዚ ተጻራሪ ኮንካ ክትቐርብ ኣለካ። ዘይፈልጥ ልውህ ዝበለ ሰብ መሲልካ ጽን ኢልካ ክትሰምዕ ከለኻ ንሰባት ናይ ልዕልና ስምዒት ትህቦም፣ እዚ ድማ ንዓኻ ዝዓበየ መሳርሒ ይኾነካ። ረብሕኡ ድማ ሰባት ናይ ገዝኦም ርእሶም መርማሪ ክኾኑ ትገብሮም። ሓደ ሰብ ክዛረብ ከሎ ንስኻ ስቕ ኢልካ ብተገዳስነት ጥራይ እንተጠሚትካዮ፣ ዝያዳ ክዛረብ ድፍኢት ይስምዖ። እቲ ስቕታኻ ንዕኡ ውጥረት ይፈጥረሉ እሞ፣ ነቲ ስቕታ ንምስባር ኢሉ ዘይተደልዩ ምስጢራት ናይ መጻኢ መደባቱ፣ ዋላ እኳ ድኽመታቱ ብዘይፍላጡ ከውጽእ ይጅምር። ንስኻ ግን ብዘይ ገለ ጻዕሪ ናይቲ ሰብ ካርታ ህይወት ትረክብ። ንትዕቢት ሰባት ከም መደንዘዚ ትጥቀመሉ። በላሕቲ ዝመስሎም ሰባት ንዓኻ ከም ዘይፈልጥ ገይሮም ክርእዩኻ ከለዉ፣ ካባኻ ዝመጽእ መጥቃዕቲ ወይ ውድድር ኣይጽበዩን እዮም። እዝስ እንታይ ክፈልጥ ኢሎም ክንዕቑኻ ከለዉ፣ ንስኻ ግን ኩሉ ድኽመታቶም፣ መጥቃዕቲ ዝፍንውሉ ነጥብታቶምን እናመዝገብካ ትኸይድ። እቲ ዝለዓለ ብልሓት፣ ጸላኢኻ ከም ዘይትፈልጥ ገይሩ ክንዕቕካ ምግባር እዩ። ተዛራቢ ይጋገ ሰማዒ ይመሃር ዝዛረብ ሰብ ሓበሬታ ይህብሎ ዝሰምዕ ሰብ ግን ሓበሬታ እክብሎ ብዙሕ ዝዛረብ ሰብ ጌጋታት ናይ ምውጻእ ዕድሉ ዝለዓለ እዩ ንስካ ግን ብስቅታካ እቲ ሰብ ትምርምሮ ጥራይ ዘይኮነስ ካብ ጌጋታቱ ትመሃር ንርእስካ ድማ ካብ ጌጋ ትሕልዋ ከም ሚስጥራዊ ሰብ ትፈልጥ ሰባት ብዛዕባኻ ዘይፈልጥዎ ነገር ምስ ዝበዝሕ ይፈርሑኻን የኽብሩኻን። ብዙሕ ዘይዛረብ ሰብ እንታይ ይሓስብ ከም ዘሎ ስለ ዘይፍለጥ ከም ሓያልን መሳቕን ተገይሩ ይውሰድ። ብስቕታኻ ጥራይ ንሰባት ክተንቀጥቅጦም ትኽእል ኢኻ። ኣብ ዝኾነ ኣኼባ ወይ ዕላል ቀዳማይ ተዛራቢ ኣይትኹን። ንኹሉ ሰብ ክዛረብ ዕድል ሃቦ። እወ ከመይ ደኣ ብሓቂ እናበልካ ጥራይ ኣዛርቦም። ንሳቶም ብዛዕባ ርእሶም ክዛረቡ ከለዉ ዝረኽብዎ ሓጎስ ዓቢ ስለ ዝኾነ ንዓኻ ከም ጥዑም ሰብ ክርእዩኻ እዮም። ንስኻ ግን ብውሽጥኻ ነቲ ናይ ዓወት መንገዲ ዝጸርግ ሓበሬታ ብነጻ ትእክብ ኣለኻ። ሳልሳይ፣ ብቕዓትካን ብልሕኻን ምሕባእ። ኩሉ ግዜ ንፉዕ ኩሉ ዝኽእልን ኮይንካ እንተ ተራእኻ ሰባት ክፈርሑኻን ክቐንኡልኻን ይጅምሩ። ንዓኻ ንምውዳቕ ድማ ኪዳን ይፈጥሩ። ስለዚ ሓደ ሓደ ግዜ ገለ ነገራት ከም ዘይትኽእል ወይ ከም ዘይተረድኣካ ኮይንካ ምቕራብ ካብ ቅንኢ የድሕነካ። ሰባት ንዓኻ ከም ስግኣት ገይሮም ክርእዩኻ ምስ ዘቋርጹ፣ ብዘይ ገለ ዕንቅፋት መደባትካ ክተተግብር ትኽእል፣ እዝስ ዓቕሚ የብሉን ኢሎም ክንዕቑኻ ከለዉ፣ ንስኻ ግን ብውሽጣ ውሽጢ ስራሕትኻ ትውድእ። ሰባት ንዘይፍርሕዎ ሰብ ዕንቅፋት ኣይኾንዎን እዮም። ኣብዛ ዓለም እዚኣ ንፉዕን በሊሕን ምዃን ጥራይ እኹል ኣይኮነን፣ ከመይ ገይርካ ነቲ ብልሓትካ ብጥበብ ትሓብኦ ምፍላጥ ድማ ህይወትኻ ካብ ምጥፋእ የድሕነካ። ሰባት ብባህሪኦም ንዝበልጾም ሰብ ይፈርሑን ይቐንኡን እዮም። ንስኻ ኩሉ ግዜ ንፉዕ ምዃንካ ተርኢ እንተኾይንካ፣ ኣብ ከባቢኻ ዘለዉ ሰባት ብፍላይ ድማ መወዳድርትኻ ብዘይፍላጦም ንዓኻ ንምውዳቕ ክሰርሑ ይጅምሩ። ረብሕኡ ድማ ካብ ሕማም ቅንኢ ርእስኻ ምሕላው። ቅንኢ ጸጥ ዝበለ መርዚ እዩ። ሰባት ካባኻ ንታሕቲ ምዃኖም ምስ ተሰምዖም ውሽጦም ይሓርር፣ እዚ ንዴት ድማ ንዓኻ ንምዕንቃፍ፣ ስምካ ንምጽላም ወይ ስራሕኻ ንምብልሻው ይገብሮም። ብልሓትካን ተሓቢእኻ ግን ንዓና ዝበልጽ ኣይኮነን ኢሎም ስለ ዝሓስቡ ካብቲ መርዛም ናይ ቅንኢ ፍላጸ ትድሕን። ጸላእትኻ ኣደንዚዝካ ምሓዝ ሓደ ተጻባኢኻ ንዓኻ ከም ተራ ሰብ ወይ ዓቕሚ ዘይብሉ ጌሩ ክርእየካ ከሎ ንዓኻ ንምጥቃዕ ዘውጽኦ መደብ የላሕልሖ እዩ። እዝስ እንታይ ክገብር ኢሉ ክንዕቀካ ከሎ እቲ ዝዓበየ ዕድል ንዓኻ እዩ። ንሱ ክድቅስ ከሎ ንስኻ ብሚስጥር ትሰርሕ። ኣብ መወዳእታ ዘይተጸበዮ ብርቱዕ ዓወት ምስ ኣመዝገብካ ንሱ ንዓኻ ንምጥቃዕ ግዜ ኣይረክብን እዩ። ረፊዱ ይጸንሕ። ካብ ጾር ሓላፍነት ምድሓን ኩሉ ነገር ከም እትኽእልን በሊሕ ምዃንካን ምስ ዝፍለጥ ኩሉ ሰብ ጸገሙ ናባኻ ከምጽእ ይጅምር። ንሱ እኮ ክኢላ እዩ እናበሉ ናይ ባዕሎም ስራሕ ከሸክሙኻ ይፍትኑ። ብልሕኻ ምሕባእ ግን ካብዚ ናይ ካልኦት ሰባት ጾር የገላግለካ። ግዜኻን ኣእምሮኻን ንዓኻ ጥራይ ንዝጠቅም ዓበይቲ ዕማማት ክትጥቀመሉ የኽእለካ። ኣብ ቅድሚ ሰባት ክትቐርብ ከለኻ ኩሉ ግዜ ተምሃራይ ኮይንካ ቅረብ፣ እዚ ከምይ እዩ፣ እዚ ኣይተረድእንን ወይ እሞ እንታይ ይመስለካ እናበልካ ኣዘርቦም። ሰባት ንዓኻ ክምህሩኻ ወይ ክሕግዙኻ ከለዉ ዝረኽብዎ ሓጎስ ንዓኻ መደባትካ ንኽትፍጽም ፍጹም ናጽነት ይህበካ። ራብዓይ፣ ተሸናፊ መሲልካ ምሕላፍ። ኣብ ኩሉ ክርክርን ቃልስን ክትዕወት ምፍታን ናይ ዕሽነት ምልክት እዩ። ሓደ ሓደ ግዜ ኣብ ዘይረብሕ ክርክር ንስኻ ትኽክል ኢኻ ኢልካ ተሸናፊ መሲልካ ምሕላፍ ዓቢ ብልሓት እዩ። ካብ ዘየድሊ ናይ ቃላት ባእስን ቂምታን ትድሕን። ጉልበትኻን ግዜኻን ድማ ኣብቲ ዝዓበየ ዕላማኻ ጥራይ ክተውዕሎ ትኽእል። ሰባት ብናይ ግዝያዊ ዓወት ስምዒት ክህወኹ ከለዉ ንስኻ ግን ነቲ ናይ መወዳእታን ዓቢን ዓወት ሰርሕ። ሰባት ምስ ተኸራኸርካዮም ዋላ እኳ ብመርትዖ እንተሰዓርካዮም ውሽጦም ይሓርር እዩ። ብኣፎም ተረቲዕና ይብሉ ብልቦም ግን ጸላኢና ኢኻ ይብሉኻ። ንስኻ ግን ትኽክል ኢኻ ተጋግየ ኣለኹ ኢልካ ተሸናፊ መሲልካ ክትሓልፍ ከለኻ ነቲ ክለዓል ዝኽእል ቂምታን ጽልእን ኣብ ሱሩ ትቐብሮ። ካብ ግዝያዊ ናይ ቅርነት ዓወት ናይ ነዊሕ ግዜ ሰላምን ዕርክነትን ይበልጽ። ምስ ኩሉ ሰብ ክትከራኸር፣ ንኹሉ ሰብ ኣነ በሊሕ እየ ክትብል ምፍታን ኣእምሮኻ የድክሞ እዩ። እቲ ንዓወትካ ክትጥቀመሉ ዝነበርካ ሓይሊ ኣብ ዘይረብሕ ነገራት ይባኸን። ተሸናፊ መሲልካ ምሕላፍ ማለት እቲ ሓቂ ንዓይ ፍሉጥ እዩ፣ እቲ ዓወት ድማ ኣብ መወዳእታ ክመጽእ እዩ፣ ስለዚ ሕጂ ምስዚ ዓሻ ክከራኸር ግዜ የብለይን ኢልካ ብውሽጥኻ ምውሳን እዩ። ኣብ ክርክር ወይ ኣብ ዝኾነ ግጥም እቲ ካልእ ሰብ ኣዝዩ ስምዒታዊ ኮይኑ ክስዕረካ ዝህንጠ እንተኾይኑ ዓወት ኣረክቦ። ሓቅኻ ኢኻ ንስኻ ትፈልጥ በሎ እሞ ፍሽኽ በል። እቲ ፍሽኽታኻ ናይ ስዕረት ዘይኮነስ ናይቲ ጸዋትኡ ዝፈልጥ ዝበሊሕ ሰብ ሚስጢራዊ ፍሽኽታ እዩ። እቲ ናይ መወዳእታ ዓወት ደኣ እምበር እቲ ኣብ መንገዲ ዝግበር ናይ ቃላት ውግእ ኣየገድስን እዩ። ሎሚ ተሸኒፍካ ሕለፍ፣ ጽባሕ ግን ዓለም ብምልእታ ትምስክረሉ ዓወት ክተመዝግብ ኢኻ። ሓምሻይ፣ መደባትና ብሚስጥር ምዕቃብ። ዓሻ ዝመስል ሰብ ዓቢ መደብ ከም ዘለዎ ኣይዛረብን እዩ። መብዛሕትኡ ሰብ ገለ ከይገበረ ብዛዕባ ሕልሙ ክዛረብ ይውዕል፣ እዚ ድማ ቅንእን ዕንቅፋትን ይዕድመሉ። ንስኻ ግን ዋላ ሓንቲ ሓድሽ ነገር የለን ዝመስል ተራ ህይወት እናርኣኻ ብሚስጥር ዓበይቲ ስራሓት ስራሕ። ዓወትካ ብሃንደበት ምስ ዝመጽእ ንጸላእትካ መጥቃዕቲ ክሰርሐሉ ግዜ ኣይትህቦምን ኢኻ። ተዓዊትካ ስለ ዘለኻ ድማ ንዕቀቶም ናብ ኣድናቖት ይቕየር። እቲ ዝበለጸ ዓወት ጸላእትካ ከይተዳለዉሉ ከለዉ እተመዝግቦ ዓወት እዩ። ኣብዛ ዓለም እዚኣ ብዙሕ ዝዛረብ ሰብ መደባቱ ኣየሳልጥን እዩ። መደባትካ ንሰባት ክትነግር ከለኻ ነቲ ንስራሕ ክተውዕሎ ዝነበረካ ስነልቦናዊ ሓይሊ ብዘረባ ትውድኦ ኣለኻ ማለት እዩ። ዓሻ መሲልካ ብሚስጥር ምስራሕ ግን ከምቲ ቅድሚ ብርቱዕ ማዕበል ዝመጽእ ጸጥታ እዩ፣ ድምጺ የብሉን፣ ግን ከኣ መወዳእትኡ ሓያል እዩ። መንገዲ ተዘይፈሊጦሞ ክዓጹርካ ኣይኽእሉን። ሰባት መደባትካ እንተፈሊጦም ብፍላጥ ይኹን ብዘይፍላጥ ኣይከኣልን እዩ፣ ኣይሰርሕን እዩ፣ ሓደገኛ እዩ እናበሉ ሞራልካ ይቐትልዎ ወይ ድማ ብቐጥታ መጻወድያ ይዳልዉልካ። መደባትካ ብሚስጥር ክትሕዝ ከለካ ግን ንጸላእትካ ኣብ ጸልማት ትሓድጎም ኣለካ። ንሳቶም ብዛዕባ ተራ ህይወትካ ክሓስቡ ከለዉ ንስካ ግን ብስቅታ ትዕወት። ጥበበኛ ሰብ ብመልሓሱ ኣይኮነን ንባዕሉ ዝገልጽ ብስርሑ እዩ። መደባትካ ክትዛረብ ከለካ ተስፋ ኢካ ትሸጥ ዘለካ። ብሚስጥር ሰሪሕካ ዓወት ክተርኢ ከለካ ግን ሓቂ ኢካ ትምስክር ዘለካ። ሓቂ ድማ ካብ ተስፋ ንላዕሊ ሓያል ጽልዋ ኣለዋ። ኣብ ቅድሚ ሰባት ተራ ሰብ ምዃንካ ርኢ። ብዛዕባ ዓበይቲ ትልምታትካ፣ ብዛዕባ እተዋህልሎ ዘለኻ ገንዘብ፣ ወይ ብዛዕባ እትረኽቦ ዘለኻ ዓበይቲ ዕድላት ኣይተዕልል። ሰባት እንታይ ሓድሽ ኣሎ ኢሎም ክሓቱኻ ከለዉ፣ ከም ቀደሙ እዩ፣ ሓድሽ የለን፣ ኢልካ ብትሕትና መልሰሎም። እቲ ሓቀኛ ሓድሽ ነገር ግን ኣብ ኢድካ ምስ ኣተወ ጥራይ ይፍለጥ። መደባትካ ከም ዘርኢ እዮም። ዘርኢ ኣብ ትሕቲ መሬት ኣብ ጽልመት ክሳብ ዘሎ እዩ ዝበቁል። ናብ ብርሃን ወጺኡ እንተተቋዒቱ ግን ይነቅጽ። መደባትካ ኣብ ውሽጥኻ ዓቅቦም፣ ዓወትካ ግን ንዓለም ይዛረብ። እዚ ኩሉ ሜላታት ዓሻ ንምዃን ዘይኮነስ ብሱል ንምዃን እዩ። በሊሕ ምዃን ተፈጥሮ እዩ። መዓዝ በሊሕ ክትኸውን ከም ዘለካ ምፍላጥ ግን ጥበብ እዩ። ነዚ ጥበብ ዝሓዘ ሰብ ኣብ ዝኾነ ይገዝእ ኣብ ዝኣተወ ድማ ብዓወት ይወፅእ። ዓሻ መሲልካ ድራሮም ብላዕ፣ ጥበበኛ ኮይንካ ድማ ዓለምካ ምራሕ። ንሎሚ ዘዳለኹልኹም መደብ እዚ ይመስል። ኣብ ዝቕፅል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ፅንሑ።